ሮቤል ዝበሃል ጽምዋ ከም ሕሱም ደፊእዎ እዩ ኣብ ኤውሮጳ ኣብ 214 ገጽኡ ከም ሰብ ካብ ሃገሩ ወጽኡ ሱዳን ሊብያ ኣደ ጥልያን እንዳበለ ናብቲ ሕጂ ዘሎ ሃገር በጺሑ ኣብ ከባቢኡ ደቂ ሃገሩ ይኩንኦ ዝመስሉ እትፈለማ ዋላ ሓደ ኣይነበሩን። ከምዛ ገለ ጽልኢ ምስኡ ዘለዎም ፈልዮም ካብ ከተማ ወጻኢ ኣብ ገጠር ቦታ ኣጸጊኡሞ እቲ ፈለማ ፈጺሙ ቅሳነት ይኹን ዕረፍቲ ድቃስ ዝበሃል ኣይወስዶን ነይሩ። ከመይ ውኢልካ ውኢልኪ ኢሉ ብቋንቁኡ ክዛረቦ ዝኽእል ሰብ ንፈውሲ ምሓላውካ እንተተማሓለለ ከማን ክረክብ ስለዘይከኣለ ብጽምዋ ተበሊኡ ቃጫውጫው ክብለዩ ዝውእል ዘምስ ነይሩ እንተኾነ ዘይልመድ የለን ምስ ግዜ ተሰበሉ ናብ ሰብ ክቀርብ ኣይደሊ ዋላ ሰብ ክመጹ ኣይብህግ ሓደ ኣፊቱ ንዓለም ገዲፉ ፈላሰ እንተዝኾን መሃሹ ናይ ኣዝማድ ዝኾነ ውራይ ኣብ ካልእ ከተማ ይኹን ሃገር ይእደም እዩ፣ እንተኾነ ከይዱ ኣይፈልጥን። ብሓጺሩ እንታይ ኣድከመኩም ንሱን ገዝኡን እዩ። ቋንቋ ክመሓር ኢሉ እቲ ፈለማ ካብ ገዝኡ ናይ ኣርብዓ ኪሎ ሜተር ተጓዒዙ'ዩ ዝመሃር ነይሩ። ሽኡ'ውን ዕድል ኣይገበረን፣ ሶርያውያን ናይ ካልኦት ሃገራት ዜጋታት'ዮም ገጢሞሙ። ሽኡ'ዩ እምበኣር ናይ መወዳእታ ተስፋ ቆሪጹ። እንተኾነ ግና ሓደ ነገር ዘንግኦ፣ ኣብ ሃገሮም ዘለዉ እንክመስሉ ኣብ ገለገለ ኣብ ዝተፈላለዩ ናይ ኤሮጳ ሃገራት ዝርከቡ ቦታታት ብዙሓት ደቂ ሃገሩ እንተለዉ እኳ ናይ እግዚኣብሔር ሰላምታ ክኸማን ዘይወሃቡ ምዃኖም እዩ። ገሊኣ ሰብ ትናፍቕ ገሊኣ ድማ ተረጋጊጻ ትኸይድ። ንኡ ግና ስለ ዘይመሰሉ ኣታ ፈጣሪ ዋላ ሓደ ሰብ ክትከልኣኒ ክብል ክሳብ መጀመርታ 2018 ከባቢ ምስ ዝኾነ ዋላ ምስ ጸዓዱ ከይቀረበ ከም ጽሉል ከም ዝሓቦ በይኑ ክመላለስ ካብቲ ዝነብረሉ ኣዲ ምምሕዳር ሓደ ንግሆ ቴለፉን ተደውለሉ። ዝከዶ ስለ ዘይነበሮ ሰዓት ዓሰርተ ቅድሚ ቀትሪ ኮይኑ ክንሱ ኣብ ኣራት እዩ ዝነበረ። ብብኣጋጉ ተቐቢሉ ሄሎ ምስ በለ ይደልይዎ ከም ዘለዉ እሞ ንጽባሒቱ ክመጹ ቆጸራ ሒዞም ተፋንዎም። እንታይ እዮም ደልዩኒ ክብሉ ኢሉ ኣምሲኡ ሓዲሩ እንተኾነ ዝኾነ መልሲ ከይረኸበ ቆጸርኡ ስለ ዘኽኣለ ናብቲ ዝተጸውኦ ቦታ ምስ ከደ፣ ንመጀመርታ ግዜ ድሕሪ ክንደይ እዋን ንኡ ትመስል ጓል ብኣካል ክርእ በቃዕም። ዓይኒ ድዩ ዋላስ እንዳበለ ደጋጊሙ ሓስዩ ምስ ጠመተ ኣይተጋገየን። ጠጠጠው ኢሉ ከሎ እታ ዝቆጸረቶ ጽቡቕ ሰላምታ ድሕሪ ምሓብ ናብ ቤት ጽሕፈታ ምስታ ጓል ሂዛቶም ኣተወት። ሓደ ስደተኛ ኣብቲ ዓዲውን ንሱ ጥራሕ ስለ ዝኾነ ዘይዛረብ ኮይኑ እምበር ኩሎም ጽቡቅ ጌሮም እዮም ዝፈልጥዎ ግዳ ሓቂ እቶም ሰባቱን ጥቕማት ስለ ዝኾኑ ወትሩ ክተሓጋገዞ ከም ጻዕሩ እዮም ርኢኻ ኣለኻ እዛ ጓል ጓል ሃገርካ እያ ኣብዚ ቦታ በጺሕዋ ኣሎ ስለዚ ክትተሓባበራ ኢለ ጸዊዔካ ምስ በለቶ ዋላኳ ጓል ሃገሩ ብምርኣዩ እንተተሓጎሰ የግዳስ ቅድሚ ዓመታት እንተዝኸውን እምበር ሕጅስ ተሰቢልዎም ህርፋን ናይ ዝኾነ ሰብ የብሉን ግና ንመን ኣሕሊፉ ክሕባ ከይፈትወ ሃራይ ምስ በላ ዘድሊ ጉዳያታ ምስ ወድአት ኣድራሻ ገዝኣ ሂባቶ ኣፋኖቶም ቅድሚ ሕጂ ነቲ ከባቢ ክትርእየላ ምስ ዘመዳ መጺኣ ገዛ ተረኪባ ተመሊሳ ከይዳ ኣብ ሰለስተ ሰሙናት ጠቕሊላ ንክትኣትዎ ዝመጸት በቲ ዝሓበቶ ኣድራሻ መሰረት ኣብ ናይ ሞባይሉ ጉግል ማፕ የእትዩ ምስ ተመልከተ ካብ ገዝኡ ናይ ዓሰርተ ደቓይቕ ፍልልጥ ጥራሕ ዘለዎም መሪሕዋ እውን ናብ ገዝኣ ኣበሉ እንተኾነ ንሳ ኮነ ንሱ ክዛረቡ ኣይተሰምኡን ምሽ ኣሎ ድሕሪ እዚ ኩሉ ግዜ ሰብ ረኺቡ ክዛረብ ምስ ተገብኦ ግና ወይ ከም ክንደይ ደኣ ክብድ ይብለካ ወደይ ትብል ነበረት ንሳውን ብውሽጣ ጸኒሓ ግና ኣብዚ ኣዲ ንስኻ ጥራሕ ስደተኛ ከም ዘለኻ ሰምዒ ምስ በለቶ እወ ኢልዋ ትም በለ ቆርጢማታ ስቐለት እሞ እሞ ህይወት ናይዚ ኣዲ ከመይ እዩ ኣነ እኳ ናብዚ ክመጽእ ድሌት ኣይነበረንን ምስ በለቶ ደሓን እዩ ሓጺር መልሲ ሂዋ ሕጂ እውን ስቕ በለ ከመይ ዝኣመሰለ ወዲ እንዳበለት ምስ ነብሳ ኣብዚ ኣዲ ብዙሕ ጌርካ ምስ በለቶ እወ ኢልዋ ሕጂ እውን ትም በለ መወዳእትኡን ስቕ ምባል ይሓይሽ ስለ ዝበለት ኣሰሩ ተኸቲላ ገዝኣ ምስ በጽሐት በሊ እተወይ ገዛኺ ዝኾነ ምስ ትደሊ ደውልለ ኢሉ ቁጽሪ ቴሌፎኑ ከመዝግባ ከጥምታ ጀመረ። እዋዕ እንዳ በለት ብውሽጣ ሃራይ በለት እሞ ቁፅሪ ቴሌፎና ምስ ኣመዝገበቶ ገዛ ክኣቱ ሓበረቱ። ድሓን ኣይኣቱን ኢልዋ ድኣ ናብ ገዝኡ ኣበለ። ሰብ ረኺበ ኢላ ከምዛ ዘይተሓጎሰት ምስ ገልጣም ሰብ ዝተረኸበ ስለ ዝመሰላ ግና ሕርቅ በለት ንጽባሒቱ ቀዳም ኮይኑ ኣስቤዛ ክትገብር ነይርዋ በቲ ሓደ ድማ ከም ጋሻ መጠን ደሓያ ድሕር ፋዱስ ኮይኑ ክንሱ ስለ ዘይገበረ እንዳ ተሓሳሰባ ክድውለሉ ስለ ዝነበራ ደወለትሉ እሞ ኣብቲ ሱፐር ማርኬት ክትወስደን ደሌ ምስ በለቶም ንየማን ንጸጋም ተጠዊኺ ኣብቲ ፊት ፋርማሲ ኣለኪ ዝዓይነቱ ምስ ሓበራ ኣነዶ እንዳበለት ቴሌፎን ኣጽያ ብሕርቃን ኣብቲ ማብ ኣሲራ መንገዳ ጀመረት። ጽቡቕ ነገሩ ካብ ገዛ ርሑቕ ኣይኮነን። ኣስቤዝኣ ጌራ ናብ ገዝኣ ተመልሰት። ቀጨውጮ ክብላ ኣየተሓደር እያ ሓዲራ መቼም ከም ዝሓባ ላዕልን ተሓትን ክትብል ጸብሓ ክትሰራርሕ እዋን ድራር ኣኺሉ ክጽውኦዶ እንዳበለት ተማተዐት። ሰብ ኣይፈትንዩ ጽጋባዊ ኣብ ዝብል መደምደምታ ድሮ በጺሓያ ብዓል ይፈልጥ ኢላ ስቕ ክትብል እኳ ሓሲባ እንተነበረት ንመወዳእታ ግዜ ዘይፈትኖ እስከ ኢላ ድማ ደው ኢላ ክድረር ምስ ሓተቶ ከም ዝተደረረ ክድረር ሓቢሩ ቴሌፎኑ ዓጸወ። ጥዕና ጎዲላቶ ክትኮን ኣለዋ ምዃን እዚ ኩሉ በይኑ እንዳተቐመጠ ደኣ እንተዘይሓምም እዩ ዘገርም ሰበብ እንዳበለት ድራራ ተደረረት። መወዳእትኡን ቲቪ ወሊዓ ድራማ ኣብ ምርኣይ ተጸምደት። ሞባይላ ግና ዕረፍቲ የብላን። ዝተፈላለየ ኣወዳት እዮም ካብ ኩሉ ኩርናዕ ዓለም ዝድውሉላ፣ ብፍላይ ድማ ኣብቲ ዘላቶ ሃገር። ኣብ መንጎ ጽብቕቲ ድራማ ድማ ብመሰንጀር ስለ ዝተደወለላ ተቐበል ኣቢላ ሄሎ ናቲ ሓወይ ከመይከ ክትብል ብሓጎስ ዘረብኣ ጀመረት። ደሓኒ ጽብቕቲ ፍጥረት መቼም በጣዓሚ ከም ዘፍቅረኪ ትፈልጢኪ ምሽ ምሳኪ ካብ ዝፈላለ ኣትሒዘ ዘለኩ ሂወት ባዓል እዩ ዝፈልጦ ምስ በላ በዚ ወገን ውን ከምኡ እዩ ዘሎ ዝያዳይ ምስ በለቶ እሞ ሓድሽ ገዛ ከመይ ረክብክዮ ንኣኺ ዝመስሉ ሰባት ከ ረኪብኪ ዶ ምስ በላ ኩሉ ዘጋጠማ ብዛዕባ ትወድእ ኣለለቱ ናቱ ግና ወዲ ምስ ሰምዐ እሞ ኸኣ ካልእ ሰብ የለን እንዳበለት ኣይተሓጎሰን። ናቱ ኣብ ሱዳን እዩ ዘሎ ፍቑራት እዮም። እንተኾነ ነሳ ፕሮሰስ ስለ ዝሰለጣ ኣብኡ ክትሓድጎ ዝተገደደት። እንታይ ደኣ ስቕ ኢልካ ምስ በለቱ ንሕውሽጡ ኣብ ውሽጡ ገይሩ ስቕ ዘይበልኩ ክብል እዩ መሊሱላ። ኣብቲ ገዛ ካብ ትኣቱ ሮቤል ዋላ ሓደ ደሓያ ከይገበረ ኣርባዕተ መዓልታት ኣሕለፈ። ብሂወታ ከም ዓይነት ሰብ ነፍወሲ ምሓላውካ ኣጋጢሙ ኣይፈልጥን ሰብ ክኣ ኣብ ትደልየሉ ቦታ ክሳብ ክንድዚ ምጭካኑ ካየገረመ ኣይተረፈን ስምዓኒ ዶ ንስኻስ እንታይ ኢኻ ትገብር ዘለኻ ቁሩብ እንታይ ትገብር ኣላ ለሚታቶ ዶ ገለ ኢልካስ ደሃይ ክትገብር ኣይትፍትንን እምበርከ ፍጥረት ሰብ ኣለካይ ምስ በለቶ ደዊላ እሞ ደሓን ድኺ ለሚድኪዮ ዶ ክብል ምስ ሓተታ ክላ እዚ ሕሙም ኢላ ቴሌፎን ዓጸወት። ሸውሃት ናይ ሰብ ተረጊጡ'ዩ። ኣብቲ ፈለማ ብጽምኢ ሰብ ከመይ ኢሉ ከም ዝነቐጸ ንሱን ፈጣሪ ጥራሕ'ዮም ዝፈልጡ። ግና ክነብር ስለ ዝነበሮ ኩሉ መኪቱ ሓሊፉ ምስ ጽምዋ ጥቡቕ ፍቕሪ ኣብ ዝጀመረሉ ሰዓት'ያ መጺኣቶ። ቀዳም ኮይኑ ቡን ኣፍሊሓ

እሞ ቡን ብሓንሳእ ክንሰቲ ገዛ ድኣ ዘይትመጽእ ምስ በለቱ እንታይ ከም ዝሓሰበ ከየዳገመ ሓራይ በላ። ሓራይ ክብላ ትጽቢት ስለ ዘይነበራ ግና እንዳ ተገረመት ተኤሌፎን ዓጻ ክትጽቤ ጀመረት ድሕሪ ርብዒ ሰዓት ይኸውን ካብ ጥራይ ኢደይ ዝኸይድ ብምባል ዋይን ተማሊኡ መዓጹ ኳሕኲሓቶ ድሕሪ ሰላምታ ግና ዋላ ሓደ ክትዛረብ ኣይተሰምዐን ስምዓኒ እንዶ ክሓተካ ሮቤል ሰብ ኣይትፈትን ኮንካ ዲኻ ዋላስ ንዓይ ጸሊኢኻኒኻ ምስ በለቶ ንስኺ ደኣ እንታይ ጌርክኒ ክጸልኣኪ እሞ እንታይ ደኣ እሞ ከም ሰብሲ እሞ ከኣ ጋሻ ከም ምዃነይ መጠን እንታይ ትገብሪ ኣለኺ ክትብል ኣይትኽእልን ምስ በለቶ ሰብ እንታይ ይዓብስ በይንኻ ጥዑም በጃኺ ሰብ ነገር ከምጽኣልካን ጭንቀት ክፈጥረልካ ጥራሕ እንተዘይኮይኑ ካልእ ዋላ ሓደ መክሰብ የብሉን ምስ በላ፣ ምስ ትዕኑ የለን ስለ ዝበለት ስቅ ክትብል መረጸት። ሓቀይ እንድየ ምስ በላ ግና፣ ሓቅኻስ ሓቅኻ ኣይኮንካን፣ ንሰብ ሰብ'ዩ መድሓኒቱ ክበሃል ኣይሰማዕኻን ዲኻ? ካብ ሰብ'ዶ ኣይኮንካን ተፈጢርካ መዓረ ክንድዚ ደኣ? እሞ ከኣ ኣብ ስደት ናብ ሰብካ ትጽጋዕ እምበር ናበይ ደኣ ክተብል? ኣነስ ወደይ ሓደ ኣሎ ምስ በሉኒ ከመይ ተሓጒሰ መሲልካ ግና እንታይ እሞ ይዓብስ ምስ በለቶ፣ ንሱስ ሓቅኺ ግናሲ ተሰቢሉና ድዩ እንታይ ክንገብር ኢልክና ኢኺ ዝጸላኣኹኺ ከይመስልኪ ከኣ ምስ በላ ደሓን ብሓደ እንዲና ዘለና ንርኢ በለት። ካብታ መዓልቲ ኙንግ ክቐልቀላ ይኹን ደው ኢሉ ደሓያ ክገብር ከማን ኣይተርኣየን። ብጣዕሚ ገሪምዎ ደንጺዎ እዩ። ከምዛ ጥዑይ ሰብ ክመጽእ ኣይጠፍእን ኢሉ ሽርብ። በንጻሩ ድማ ካብ ኣፍቃሪኣ ኮነ ካብ ካልእ ሰብ ቀጻሊ ይድውለላ። ብፍላይ ገሊኦም ኣወዳት ዋላ እውን ኣፍቃሪ ኣለኒ እንዳበለቱም ፈቲናኪ ክብልዋ ጠቕ እዮም ዘብልዋ ግና መን ሓሲብዎም እዩ እንታይ ጸገሙ እንዳበለት ንካልኦት ኣቓልቦ ምሓብ ገዲፋ ናብኡ ደኣ ኣበለት ግና ወዲ ዝሰምዕ ኣይኮነን ገዝኡን ሓቢርዋ ስለ ዝነበረ መዓጾ ክይዳ ከይፈተወት ክትኳሕኳሕ ተገደደት ምስ ከፈታ ኣታ እንታይ ደኣ መዓረ ክንድዚ ናይ ደሓን እምበር ከምስ ጥዕናኽ ኣለኻ ዲኻ ማዕረ ክንድዚ ክንደይ ግዜ ዲ ደው ኢለ ምስ በለቶም እወ ደው ኢልክን ኢኺ ግና ናይ ዘረባ ሸውሓት ስለ ዘይመጽኣለይ ኣይተቃበልኩልኩን ኣይደወልኩን ከኣ መሊሰ እዋእ ናይ ብልቢ ሓደኻ ኣብቲ ሳሎን ኮፍ እንዳበለት ተዛረበት እወ ናይ ብልቢ እንታይ ክትሰቲ በላ ዋላ ሓንቲ ከም ዘየደሊ ሓቢራ ኮፍ ክብል ጥራሕ ነገረቱ ዘረባ ከይወሰኸ ኮፍ በለ ኣብ መንጎኦም ስቕታ ሰፈነ። ጠዊቖም ብምልካፍ ሞኽ ኣቢሎማ ዝነበረት ጓል በይኑ እንዳ ነበረ ብቋንቁኡ ዘዛርቦ ሰብ ኣብ ጥቕኡ ዘይለክንስ እሞ ኸኣ ጓል ትኣክል መጺኣቶስ እንታይ ከፊኡ እንዳለት ግና ምስ ነብሳ ተዕልል ነበረት። ስቕ ምስ በዝሓ ግና ከይደ በል ኢላ ገዲፋ ትወጸት። ኮፍ በሊ የዕሊል ኣይበላን፣ ሃራይ ክብል ጥራሕ እዩ ተሰሚዑ። በቃ ብዙሕ ክትለግቦ ፈተነት፣ ወዲ ግና ፈጺሙ ኣብ ጥቓ ክቐርብ ኣይከኣለን። ንሳ ካብኡ ዝኾነ ስለ ዝደልየት ኣይኮነትን፣ እንተኾነ ከም ሰብ መጠን ጨና ዝኾና ደልያ እምበር። ሓደ ግዜ ግና ዝግዛእ ንብረት ነይርዋ ከጋዝኣ ደለ ደጋጊማ ምስ ደወለትሉ ክቐበላ ስለ ዘይከኣለ ከም ኣመሉ እንዳርኣይ ስቒሉ ስለ ዝበለት ገዝኡ ከይዳ ኳሓኳሓት እንተኾነ ዋላ እኳ ደጋጊማ ጭር እንተበለት ዝከፍታ ስለ ዘይረከበት ክትምለስ ክትብል ማዓጾ ተኸፍተ ግና ንዝርኣየቱ ነገር ምእማን ተጸጊማ ብርሓጽ ተሓጺቡ ነብሱ ተዳኺሙ ምስ ስርዐት ብስንባደ ነቒጻ ተረፈት። ከምታ ገፈፍ እንዳበለ ዝመጸ ገፈፍ እንዳበለ ብደዋ ገዲፍዋ ናብ መደቀሲኡ ክፍሊ ደኣ ኣበለ። ኣታ ሓሚምካ ከለኻስ ተጽቅጥ ከመይ ዝኣመሰልኻ ፍጥረት ኢኻ ሓሚመ ኣለኹ ንእምጽኒ ምባል ክትስእን ሰብ ከለካስ ነቒስካ ክትሓድር ኣታ ክንደይ ትሓምቕ ኢኻ ንዓናይ በጃኻ ናብ ሕክምና ኢላ ወጠጥ እንተበለቶኳ ኣይከይድን ኢሉ ኣቕበጸ። እዚ ሰብ ጽሉልዕ እንዳበለት ጨርቂ ማይ ኣተርኪሳ ገጹ ኣይትበል ኣፍ ልቡ ደራሪዛ ዝኾነ መግቢ ክትሰርሓሉ ናብ ክሽነ ኣበለት እንተኾነ ኣስቤዛ ዝብሃል ኣይረኸበትን ኣታ እዚ ሰብ ክንደይ መዓልቱ ድዩ ሓይሙ እንዳበለት ተቐላጢፋ ገዝኣ ብምኻድ መግቢ ሂዛትሉ መጽያ ክተኮልሶ ተቓለሰት እንተኾነ ብኢደይ ዝበልዕ ኢሉ ክቃለስ ጀመረ ነዛ መግቢ ከልዕል ኣቕሚ ስለዝሰኣነ ንኣበጃኸ ኢላ ክተኮልሶ ጀመረት ገለ ኣርባዕተ ምስ ኮለስ በቃ ስለ ዝበላ ጽሟቕ ኣስትያ ሓንሳብ ከዕርፍ ገደፈቱ። ከይተጋየሸቱን ነቲ ገዝኡ ኣጸራርያ መስመስ ኣበለቶ። ሳሙ መመላእታ ካብ ጎኑ ከይተፈለየት ከሳብ ጸሓዊ ተኸናኽነቶ። መግቢ ትሰርሓሉ፣ ክዳኑ ተሓጽበሉ፣ ገዛ ተጸራሪሉ ኮታስ ኩሉ ንሱን ካብቲ ዝነበረ ቁሩብ ተማሓሸ ካልስ ይትረፍ ልቡ ከፊቱ ክዕላ ጀመረ። ክብሉ ክብሉ መወዳእቱ ዘይፈላለዩ መሓዙት ኮኑ። ከምዛ መጀመርታ ገጽ ዘይከልኣ ምውዓሎም ምምሰዩም ገዛ እንዳቀያየርካ ብሓደ ኮነ ኣብ ዝውዓሉ ውዒሎም መወዳእትኡ ብሓንሳብ እዮም ዘምስዩም ጠጥዑሙ የዕልሉ ይጻወቱ ሓንሳብ ሓንሳብ ከምታ ዘለዎ ኣብ ሳሎን ሓዲኦም ንላዕሊ ሓዲኦም ንታሕቲ እግሪ ንእግሪ ተዋሓዮም ይድቅሱ ይድቅሱ ክበሓል ከሎ ግና ጠምቀምቀም ኣይብሉን እዮም ንሱ ነፈሱ ምሓለውከ ብጌጋ ብዝኣባ ከሙታት ሓሲቡ ኣይፈልጥን ቀደም ቀደም ከማን ረሲእዎ ዩ ንሳውን ትፈትዎ ኣፍቃሪ ስለ ዘለዋ ብካልእ ኣይኒ ኣይጥምቶን ስምዓኒ እንዶ ክሓተካ ወድን ጓልንሲ መሓዙት ክኾኑ ይኽእሉ ዶ ኢሎም ገለስ ኣብዚ ማሕበራዊ ሚድያ ክካትኡ ሰሚዔሞ እንታይ ይመስለካ ምስ በለቶ ኣነን ንስኽን እንሕልና ዶ ኮይና ኣለና? ኣብዚ ኣለም እቲ ቀንዲ ዘገድስ ዕላማኻ ምፍላጥን ስምዒትካ ምቁፅፀር እዩ ምስ በላ እሞ ንሳቶም ዝብሉሲ ምናልባት እቲ ወዲ ዝኾነ ኣጋጣሚ ክሳብ ዝርከብ እዩ እምበር ምስታ ጓል ገለ ነገር ክገብርሲ ይደሊ ዝብሉ ነይሩ ምስ በለቱ ክኸውን ይኽእል እዩ ብጀካ ካብ ኣደይ ኣቦይ ዝተወለደት እንተዚ ኮይና ሓፍቲ ዝበሃል ኣይፈልጥን እዩ ዝብሉ ኣለዉ ምስ ዝኾነት ጓል ምስ ዝቀርቡ ድማ ካልእ ነገር ጥራሕ ዝረኣዮም ኣሎ ስለዚ ከከም ሰቡ ይፈላለዩ ንስኺኸ እንታይ ትብሊ ምስ በላ ኣነስ ሓቂ ዘረባ ሓሲበለ ኣይፈልጥን ግና በዚ ናተይን ናትካን ርኢኻስ እወ ክበሃል ይከኣል እዩ እንደእምበር ንስኻስ ኣነ ኣብ ልዕለኻ ዝኾነ ስምዒት የብለይን ብጀካ ሕውነት ምስ በለቱ ኣጆኺ ብዓይ ወገን ውን ከምኡ ዩ በላ እንተኾነ ግና ንእሽተይ ስራሕ ስለ ዝነበረቶ ንሰለስተ መዓልቲ ናብ ካልእ ቦታ ስለ ዝኸደ ሕማቕ ለሚዳ ምጽዋሩ ሰኣነት ጸጸኒሓ ትድውል እንታይ እዩ ዝኸውን ዘለኹ ኢላ ነብሳ ክትቀጽዕ እኳ እንተፈተነት ኣብ ቅድሚኣ እንዳተቐጀለ ሞኽ ኣበላ ነቲ ገዝኣ ጸለኣቶ፣ ናብ ኣፍቃሪኣ ደዊላ ክትረጋጋ'ውን እንተ ፈተነት፣ ቁጠ ቁጠ እንዳበለት ፈጺማ ክትረዳድኦ ኣይከኣለትን። እንታይ ኮይና ኢሉ'ውን ኣፍቃሪኣ ደጋጊሙ'ኳ እንተ ሓተታ፣ ንበኣላ እንታይ ከም ዝኾነት ትፈልጥ የላን። ድሕሪ ሰለስተ መዓልቲ ምስ ተራኽቡ ግና በቃ ፍሉይ ሓጎስ ተሰምዓ፣ ስቕ ኢላ ፈሸኽሸኽ ኣብዝሐት። ካብቲ ከይድዎ ዝነበረ ቦታውን ጸብቕቲ ክዳን ስለ ዝርኣየ ኣጋጣሚ ተማሊኡላ ስለ ዝነበረ ምስ ሓባሞ በቃ ብታሓጓስ ክትጭደድ ቁርብ ተረፎም። በቃ ካብታ መዓልቲ ሙሉ ብሙሉ ኣቓልቦ ኣቡኡ ተሰርቀ። ካብ ምስ ኣፍቃሪኣ ምስኡ ክትዕልል ትደሊ ኣፍቃሪኣ ምስ ዝድውለላ እንዳረኣየታ ስቕ ትብል ወይ ተቐቢላ ሓጺር ሓጺር ትምልሰሉ እንታይ ዝኸውን ዘለኹ ኢላ ተመራሚራ ተመራሚራ ኣብ ምውዳኣታ ዝበጸሐቶ ነገር እንተሎ ግና ኣፍቃሪኣ ገዲፋ ምስ ጎረቤታ ፍቕሪ ከም ዝሓዛ እዩ። ነዚ ሓሳብ ካብ ሓንጎላ ክተውጽእ ብዙሕ ተቃለሰት። እንተኾነ ተሳዒር ክይክሉ ኣቕበጸም። ግዳ ሓቂ ነፍቃሪኣ እትፈትያ ግና ሓንደበት እዩ ድቡላ ወሪድዎ ትገብሮ ጣፊዒዋ ብዙሕ የዕለበጠት ናብኡን ከይከደት እግራ ክተሕጽር ፈተነት የግዳስ ኩሉ ኣይሰርሕን ኢሉ ህርብት በለ። እታ ዝገረሞ ርብሉን እንታይ ትኸውን ከም ዘላ ካብ ምሕታት ኣደው ኣለን ግና መልሲ ካብኣ ክረክብ ኣይከኣለን። ኣታ ሩቢ ሓወይ ኣነስ እምበር ዋላ ምሳይ ከለኻ ይናፍቐካ ኣለኹ ኣብ ገዝኡ ኮይኖም ድራማ እንዳረኣዮም ሃንደመት ከምኡ ትብሎ ዘላ ሕማቅ ኣለኺ እንታይ ኢኺ ትኾኒ ዘለኺ ምስ በለ ኣይኑ ካብ ቲቪ ከይኣለ እንታይ ፈሊጠ ኢልካኒ ኢኻ ከክርኤካ ፍሉይ ስምዒት ይስምዓኒ ሓጎስ ብሓጎስ ይኹን ምስ በለቶ ኣቲ ጓል ኣፍቂርክኒ ድኺ ነፍቃሪኺ ገዲፍኪ ምስ በላ ኣይፈለጥኩን ከምኡ ዶ ይመስል ምስ በለቶ ንስኺ እምበር ንገርኒ ምስ በላ ግደፈኒ በጃኻ ካልእይ ኣኽለኒ ኢላ ስቕ በለት። ንሱ ግና ምስ ነብሱ ምእላል ተተሓሓዙ። ካብቲ ክትገብሮ ምስ ቐንየት ፍሉይ ምንቅስቓሳት ተበጊሱ ኣፍቂራትኒ ኣብ ዝብል መደምደምታ በጽሐ። ስምዕኒ እንዶ፣ ሓቂ ክንዛረብ እንተኾይንና ኣፍቂርክኒ ኣለኺ። ኩሉ ምንቅስቓሳትኪ ከምኡ'ዩ ዝሕብር ዘሎ። ኣፍቃሪ በቲ ኣቐሚጥኪ በዝን ኣይክተፍቅሪ ግና ትጽቢተይ ኣይነበረን ምስ በላ። ክከውን ይክእል እዩ ኣይፈለጥኩን ኢላ ትም በለት ብዝኮነ ምሳይ ኣይትሕሰብ እዩ ኣነ ፍቅሪ እምነት ኢሌ ዝኣምን ብጣኣሚ ከም ትፋቀሩ ከም ትዝዕለልክንን ካብ ኩነታትኪ ሪእዉኒ ዝፈልጥ ኣፍቃሪተይ ኣላ ኢሉ ብሓንቆታ እንዳ ተጸበየኪ ኣብዚ ምስ በጻሕኪ ምስ ድሒርኪ ዝተላለኸዮ ሰብ ፍቅሪ መስሪትኪ ክጠልምዮ ጽቡቅ ኮይኑ ኣይስምዓንን እዩ ደሓር ድማ ኣነ ኣብ ከምኡት ኣትየለኹ ብጌጋውን ብኣይንፍት ወዲ ካልእ ጠሚተከ ኣይፈልጥን ምስ በለ ሕሙም ስኢልካ ዲኻ ኣፍካ ዝሓበካ ትልፍልፍ ኣነ ኣፍቂረካ ዝብል ዘረባ ካብ ኣፈይ ወፂኒ ኢላ ገዲፋቶ ንገዝኣ ጸርጸር እንዳበለት ከደት። ኣብ ገዝኣ ከይዳ ግዳ ቀሲና ኮፍ ክትብል ኣይከኣለትን። በቲ ኣፍቃሪኣ ይድውለላ። ንሳ ድማ ናብ ሮቤል ጎረቤታ ክትድውል ትደሊ። መወዳእትኡ መፍትሕ ገዝኡ ኣብ ኢዳ እንድዩ መዓጾ ከፊታ ኣትያ ኣብ ጥቕኡ ኮፍ በለት። ጸርጸር ኢልክዶ ኣይከድክን እንታይ ክትገብሪ ደኣ ተመሊስኪ መጺእኺ ምስ በላ ይምልከተካ ኢላተ ነፊሓ ስቅ በለት ናይ ብልባ ከም ዘፍቀረቶ ኣይሰሓቶ እንተኾነ ኣብ መንጎ ፍቅራት ኣትዩ ክዘራረክ ድሊት ኣይኮነን በቲ ሓደ ከኣ ኣብ ልዕሊኣ ናይ ፍትወት ስምዒት የብሉን ኣነ ዝገርመንስ ኣነ ጥራሕ በይነይ ጓል ንዓኻ ትመስል ኣብዚ እናሓለኹ ብካልእ ዓይኒ ኣይጠመትካንን ማለት ድዩ ምስ በለቶ ኣይጠመትኩክን ከምቲ ዝበልኩኺ ብጣዕሚ ኣፍቂርክንለኺ ግና ኣይትሕሰብዩ ናይ ብልቢ ነቲ ንኣኺ ሓንቀው እንዳበለ ዝጽበ ዘሎ ኣፍቃርኺ ደሃይ ግበሪ ዋላ እኳ የፍቅረከ ትብል ቃል ካብ ኣፋ እንተዘይወጽኣ ኣብ ፍቕሪ ክተእትው ግና ዝተፈላለየ ጻዕርታት ኣካየደት። እንተኾነ ፍሉይ ጌሩ ፈጢሮ ግዲ ኩይኑ ፈጺሙ ዋላ ድኣ ጓል ካብ ዘይርኣ ከንደይ ይግበር ድኣ እምበር ዋላ ዋላ ዝኾነ ነገር ክብል ክገብር ኣይፈተነን። በቲ ዘላቶ ደረጃ ዝኾነ እንተዝሓታውን ኣይምስዓበየቶም እንተኾነ ልቦና የኣብዩ ምስ ኣፍቃሪኣ ፍቕራ ክትቅጽል ጥራሕዩ ዝምዕዳ ዝነበረ። ምስ መረራ ልዕል ዓቕማ ምስ ኮና ግና ኣፍቂረካ ኣለኹ ዝገበርካ ግበረኒ ኣብ ዝብል መደምደምታ ከይፈተወት በጽሐት። ኣይበል እኔ ኣይሰትን ኢላ እውን ሃራይ ዝብል ቃል ካብ ኣፉ ክወጽእ ዝከኣላት ኣለሰት። ወዲ ግና ፈጺሙ ኣኖን ይፈተኪ ኢሉ ክቕበል ኣይመረጽን። ግደ ሓቂ ተጽላእ ጋል ኣይኮነትን ከምዚ ጌራ እንዳ ተሳቀየት ነጻ እንተትኸውን ዓይኑ ኣይምሓሰይን ግና ነፍቃሪኣ ክብድሎ ምርጭኡ ኣይኮነን በጃኺ ሰብ ዝብለኪ ስምኢ ነብስኺ ኣይተበላሹ ኣይትሕስኒ ምስ በላ እሞ እንታይ ክገብር ትደልኒ ኣለኻ ኣነ ካብ ሓንጎለይ ከውጽኣካ ኩሉ ገይረ ጽረ ግና ልዕሊ ኣቕመይ ኮይኑሞ እንታይ ክገብር ይኽእል ፈቴ መዓስ ኮይነ ዘርሞ ዘርሞ ካብ ዝተርፍን ሂወት ጓል ሰብ እንተደሓንካስ እንታይ ኣለዎ ምስ በለቶ ብጣእሚ ደንገጸላ ሓዘነላ ንሱን ኣብ መንጎ ተቀርቂሩ ዝገብሮ ጠፊእዎ ጭንቅ በሎ እዚ ኩሉ ስምዒታ ግና ነፍቃሪ ኣይነገረቱን ነይራ ኣብ መወዳእትኡ ክነግሮ ኣለኒ ኢላ ኣብ ዝወሰነትሉ ሰዓት ግና ንሱን ዝነግረኪ ነገር ኣለኒ በላ ናይ ኣጋጣሚ እንታይ ብናትካ ይጀመር ምስ በለቱ እቲ ናይ ካናዳ ፕሮሰስ ከም ሰለጡ ግና ናብኡ እንተኸይዱ ከኣ ነገራት ክሳብ ዘሰኣለት ግዜኣ ከቃጽለላ ተቐርቂሩ ከም ዘሎ ሓበራ። ካብ ጭንቀት ዝገላገለ ሓሳብ ሒዙላ ስለ ዝመጸ ሕጉስ በለት። ክልቲኦም በብወገኖም ፕሮሰስ ክፍትኑ ንሳ ናብ ኤውሮጳ ስለ ሰለጠያ ገዲፋቶ መጺኣ። ንሳውን ኣብ ውሽጣ ዘሎ ነገር ክሓበአት ምስ ደርጓሕትሉ ካብ ኩነታታ ተበጊሱ ጥርጣረ ከም ዝነበሮን ካብ ኣፋ ክወጽእ ይጽበ ከም ዝነበረ ሓበራ። ኣዝየ ዘፍቅረኪ ሰብ ኢኺ፣ ብሓንሳእ ከለና እውን ጽቡቕ ግዜ የሕሊፍና ኢና። ብልቢ ተፍቅርኒ ሓልዮትኪ ኩልንትናኺ ለጊስክለይ ኢኺ። ገጽ ክትከልእኒ ኣብ ዝጀመርክሉ ሰዓት፣ ነገራትኪ ክለዋጠኒ ምስ ጀመረ እዩ ብውሽጠይ ደም ነብዔ። ግና ኣዝየ ስለ ዘፍቅረኪ ክኸስረኪ ምርጫ ኣይነበረን። በቲ ኮይኑ በቲ ጻዕዳይ ጽናሕኪ ኣምላኽ ውን ምቕርቃርኪ ሪኡ ነዛ ፕሮሰስ ኣሳሊጥዋ ኣሎ። ምልምማድ ዘምጽኦ ፍቕሪ ምዃኑ ኣይስሕቱኒ። ንዘንት ዕለት ኣብ ልበይ ፍሉይ ቦታ ኣለኪ ድሕር ደጊም መመንገድና ንግበር ኣሕዋት ኢና ንሓዋሩ ሰላም ዝሰፈኖ ህይወት ይምነየልኪ ካብዛ ሰዓት እዩ ናተይ ናትከም ፍቕሪ ኣብቂኡ እዚ ክብለኪ ከሎ ግና ምስናይ ጓሃይ ምስ በላም ይፈልጥ ዝያዳይ ኣይተሓዘለይ ክብለካ ጥራሕ ዝኽእል መዓት ወሪዱኒ እምበር ፈትያ ኮንኩን ካብ ዝገርመካ ሮቤል ከማን ንዓካ ሓሊፈ ጺሙ ኣብ ጥቅኡ ምቅራብ ከሊኡኒ ግና በጃካ ይቅረ ግበረለይ ምስ በለቱ ጸገም የብሉን ኣጆክ ጥራሕ መሐጎሲ ክግበሮ ጓሃየ ኣብ ውሽጠይ ኣቀዲመ ቀቢረ ኢሉ ጽቡቅ ተመንዩ ተፋንዋም በይና ኮይና ዝኣኽላ ናቢኣ ናብ ሮቤል ከይዳ ኩሉ ምስ ነገረቶ ናብ ናቱ ደው ኢሉ ምስ ኣረጋገጸ መዓረ ከንደዚ ካብ ፈተወትኒ ደኣ እሞ ከኣ ፈጣሪ ባዕሉ ናብዚ ሒዙለይ ካብ መጸ እሞ ከኣ ነጻ ካብ ኮነት ነዚኣ ምሕሳም ዕሽነት እዩ ብምባል ፍቕራ ደኣ ተቐበሉ። ናትካ ዝበሎ ዘበለ ነገር ኮሊሉ ኮሊሉ ምምጽኡ ስለ ዘይተርፉ ንስኻ ክትገብሮ ዝግብኣካ ነገር ጥራሕ እንዳ ገበርካ ንህይወት ብትዕግስቲ ምምራሕ እምበር ምጭናቕ ዝበሃል ኣየድልን እዩ። እቲ ምንታይሲ እቲ ዝፈጥረካ ኣምላኽ ገዲፉ ስለ ዘይገድፈካ ኩሉ ግዜ ኣብ ጎንኻ ስለ ዘሎ።